ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸውን እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ዕስራን ሽዱሽተን ክፋል። ኣብ መወዳእትኡ ሰክሪት ተዓዊቶም ኣብ በረሓ ሰበት ነዚ ክውን ዝገበረት ሰብ እታ ኣብ ቀዳማይ ገጽ መጽሔቶም ዘለያ ስለዚ ኣፍልጦ ክወሃባ ግቡእ ኣዩ። እቶም ንናይዚ ዓመት ብሉጻት ዓሰርተ ሞዴላት ዝፈርዱ ደያኑ ነዚ ኣብ ግምት ከእትውዎ ተተስፈወት። እንተኾነ ሚያ ኣብ ብዙሕ ዌብሳይታት ጠዋዊቓ ስምኣ እምበር ጎኒ ጎኒ መጽሔት ሰክሪት ክትረኽቦ ኣይከኣለትን። ኩሉ ሰብ ብዛዕባ ኣማ እንተዘይኮይኑ ብዛዕባ ኣምበር ዝዛረብ ወይ ዝጽሕፍ ኣይነበረን። ቅድሚ ሕጂ ዝኾነት ኣብ ገበር መጽሔት ምስላ ተራእዩ ጠቕሊላ ሸለል ተባሂላ ትፈልጥ ሞዴል ኣይትዝክርን እያ። ሚያ ኣሰላሰለት። ኣማ ገለ ተንኮል ኣሊማላ ማለት እዩ ኣምበር ዕለተ ሕፃ ይኣቱ ብምንባሩ ነዚ ዝምርምር ግዜን ዓቕልን ኣይከህልዋን እዩ ካብ ኮነ ባዕላ ሚያ ኣቐዲማ ኣዕሚቓ ክትምርምሮ ወሰነት ድሕሪኡ ምስ ናታንን ኣምበርን ክትዘራረብ ድሕሪ ሓሳባታ ነቲ ኣብ ቅድሚኣ ዝነበረት መጽሔት ደጋጊማ ቀዊላ ጠመተታ ኣማኪንዮ ትጽቢታ ንፍዕቲ ምዃና ክትክሕድ ኣይከኣለትን። ጠቕሊለያ ኣነኣኢሳታ ነይራ። ድሕሪ ክልተ መዓልቲ ነቲ ዝተረኽበ ዓወት ንምጽምባል ሰክሪት ናይ ድራር ጽምብል ኣብ ሓደ ሆቴል መደብ ሓዙ። ኣማን ኣምበርን ናይ ክብሪ ዕዱማት ኮና። ንመጀመርያ ግዜ እየን ድሕሪ ተሓቢረን ቃለ ማሕተት ዝገበርኦ ኣብ ቅድሚ ሜድያ ክረኣያ። ኣብታ ምሸት ኣምበር ነዊሕ ጸሊም ምስ ነብሳ ዝሰጠመን ኣብ መሬት ብንኡስ ገፈፍ ዝበለን ክዳን ተኸዲና ነበረት። ብናታንን ሚያን ተዓጂባ ኣፍ ልባ ዘንጸባርቕ ዳይመንድ ተሰኪሙ ነበረ። ልክዕ ኣብ ኣፌት ምስ በጽሐት ምስ ኣማ ተራኽቡ። ኮነ ኢለን ሕብሪ ክዳን ንኽቀያየራ ዝተረዳዳኤን ዝመስላ ሕብሪ ክዳን ናይታ ንናይ ቀዳማይ ገጽ ዝኸውን ስእሊ ዝተሳእላላ ኣምበር ጸሊም ክዳን ተኸዲና ልዕልና ብዝበዝሖ ኩሩዕ መንፈስ ጠመተታ። ኣማ መሐንገጢ እቲ ክዳና ካብ መንኩባ ናብ ቅልጽማ ገጹ ዝወረደ ኮይኑ ክሳብ ዓንካር ዓንካሪታ ዝበጽሕ ጻዕዳ ክዳን ጌራ መልኣኽ መሲላ ነበረት። ኣማ ምስ ብሉጻት ዓሰርተ ንኹሉ ብትገብርዮ ዘለኽ ጻዕሪ ከየመስገንኩኺ ክሓልፍ ኣይደልን ኣምበር ብኣቃጫጭ ፍሽኽ በለት። ኣብዛ ሓጺር ግዜ ክንደይ ጠለብ ከም ዝረኸብኩ ትፈልጡ ዶ? ስለዚስ ክሳብ ሕጂ ስም ናይ ኬትላንድ ሮበርትስ እናተጠቀምኪ ዓለም ለኻዊት ሞዴል ንክትኮን ዜና ትሰርሕ ኣለኺ ማለት እዩ። ኣሞ ሓጺር ክምስታ ክምስ ኢላ ተዛረበት። ክምስተኣ ንኣምበር ሸርሸራን ኣዒንታ ከይነጥርዎ ኣሰከፍዋን። ሚያ ብሕርቃን ኣጻብዕታ ዓትዐተቶም። ኣብዚ ግዜ ብዙሓት ናይ ዝተፈላለያ ሜድያታት ጋዜጠኛታት ኣብቲ ናይ ጽምብል ኣዳራሽ ተኣኪቦም ነበሩ። ድምጺ ዕላሎም ነቲ ገዛ መልኦ ሃንደበት ኦ ኣምላኸይ ኣማ ሚለር ዶ ዝሪኣ ዘለኹ እወ ንሳ እያ ኣማ ሚለር እያ ንቐልጥፍ ቅድሚ ካልኦት ቃለ መሕተት ንግበረላ ልዕሊ እቲ ዝጸናሓቶ ምስ ኣንበር ክትጸንሕ ብዘይ ምድለያ ካብ ቅድሚኣ ቀስ ጌራ ኣልያ ናብታ ኣዳራሽ ኣተወት ንቆይቂ ዝኸውን ግዜ ኣይነበራን ተወሳኺ ብዙሓት ጋዜጠኛታት ስማ እናጸውዑ ናብ ኣንፈታ ክጎዩ ትሪኦም ኣላ ከየርክብዋ ንኽትእለ ቅልጥፍ ቅልጥፍ በለት። በንጻሩ ኣንበር ዕድል ዘይገበረቶ ዝተገደሰላ ጋዜጠኛ ኣይነበረን። ንሕና እውን ንእቶ ናታን ተዛረበ። ኣእዳው ንቐላጽም ኣንበር ሒዘን ተበገሳ። ስለምንታይ እዮም ጋዜጠኛታት ናብ ኣንበር ዘይመጹ? ዝኾነ ግምት ኣይነበሮን። የእምሮኡ ብናይ ሕጾም ሃረርታ እዩ ተዋጢሩ ቀንዩ። እንተኾነ ሚያ ግን ስለምንታይ እዮም ትፈልጥ እያ። ካልኦት ጉጅለ ጋዜጠኛታት እውን ንኣማ ምስ ረኣይዋ ናብኣ ገጾም ጎየዩ። ረኣዮ ኣማ መጽያ ኣማ ኣብ መወዳእትኡስ ኣለኹ ኢልኪ ኣማ ኣማ ልክዕ ኣማ ምስ ኣተወት መንፈስ እቲ ኣዳራሽ ብውዕውዕ ሓጎስ ተተክአ። እንተኾነ ኣምበር ደድሕሪኣ ምስ ኣተወት ዘለለያ ሰብ ዝነበረ እውን ኣይትመስልን። ነዚ ዝረኣየት ኣምበር ብውሽጣ ኣዝያ ተቖጠዐት። ብሓደ ኣብ ሓንቲ መፅሔት ዶ ኣይኮናን ዘለና ከመይ ጌራ ንሳ ቤና ኣቓልቦ ረኺባ እዛ ሓሰርቲ ሰብ ንኹሎም ከፊላ ኣምፅኣቶም ክትከውን ኣለዋ ብውሽጣ ግምታ ኣንፀባረቐት ሊንዳ ኣብ ናይቲ ኣዳራሽ መድረክ ኮይና ነቲ ፍጻሜ ትከታተሎ ነበረት። ወላ እኳ እቶም ሰብ ሜድያታት ዝያዳ ኣብ ኣማ ተገዳስነት ይንበሮም፣ ሊንዳ ግን ንኽልቲኤን ሞዴላት ናብቲ መድረኽ ዓደመተን። ድሕሪኡ ንዐኣን ኣኸቲላ ናብ ተዓዘብቲ ጠመተት። ኩላትኩም ናብዚ ብምምጻእኩም የመስግነኩም። እተን ትንሳኤ ናይ መጽሔት ሰክሪት ዝኾና ጀጋኑ ኣብ ቅድሜኹም ኣብዛ ኣለዋ ከላልየኩም እየ። ኣማ ሚለር ኣምበርሊ ስም ኣማ ምስ ሰምዑ ኣይተገረሙን። ወላ እኳ ኣቐዲሙ ዓለም ለኻዊ ዜና ዝነበሮ ስም ኣይኹን፣ እንተኾነ ስእልታታን ካልእ ብዛዕባኣ ዝገልጹ ዜናታትን ድራማታትን ዳርጋ ብኹሉ ሰብ ተራእዩን ተሰሚዑን እዩ። በቲ ካልእ፣ ስም ኣምበርሊ ሰሚዖሞ ዝፈልጡ ኮይኑ ኣይተሰምዖምን። ናይ ምድንጋር ምልክት እናተራእዮም ንሓድሕዶም ተጠማመቱ። ወላ እኮ ብተደጋጋሚ ግዜ ነቲ ገበር ናይታ መጽሔት ይርኣይዎ፣ ብዘይካ ኣማ ካልእ ዘስተብሃሉሉ ኣይነበረን። ስለ ዝኾነ'ዩ እቶም ዕዱማት ኣምበር ናብቲ መድረክ ካብ ትድይባት ሒዞም ከሕሸኹሽኹ ዝጀመሩ። መን እያ እዚኣ? ኣሃ ዘኪረያ ሕጂ፣ እታ ኢድ ኣማ ሒዛ ዝነበረት ክፋል ናይቲ ስእሊ ክትከውን ኣለዋ። ኣነ ደኣ ከም ኣካል ናይቲ ድሕረ ባይታ ደው ኢላ ዝነበረት እንድዩ መሲሉኒ ነይሩ። ረኣያ እንዶ ከምዚ ካብ ሓደ ጎደና ዝኣረይዎ ኣይትመስልን ናብ ሞባይሎም እናረኣዩ ተዛረቡ ኦ ኣምላኸይ ደጋጊመ እንተዘይርያ ፍጺም ኣይመላለኽዋን ሙሉእ ኣቓልበይ ብስእሊ ኣማይ ተሰሪቑ ነይሩ የረኣዩሉ ይባ ከመይ ኢሉ ኣብ ጎኒ ኣማ ደው ንክትብል ነብሳ ገይሩላ ኣይትሓፍር እንዲያኸ ጠቕሊሉ እዩ እኳ ዓለመን ዘይራኸብ ቃላት ናይቶም ጋዜጠኛታት ኣብ እዝና ዝበጽሓ ኣንበር ንእለቱ ገጻ ናብ ጓህሪ ተቐየረ። እምበኣር ኣማ ንኽድግፍዋ ጥራሕ ኣይኮነትን ከፊላቶም፣ ኮላይ ንኸጸለሙንን ከዋርዱንን እያ ከፊላቶም ኢላ ሓሰበት። ናብ ኣማ ጠሚታ ጨደረት። ኣማ ሓሳድ ኢኺ፣ ስለ ዘጸለምክንስ መንፋዓተይ ካብ ዓይኒ ኩሉ ዝኽወል መሲሉኪ? እዛ መጽሔት ንኽትዕወት ዝዓበየ ግደ ኣነ እየ ተፃዊተ ኣብ ናይ ድራር ፅምብልና ማዕረ ክንዶ ከተፀልምኒ ትኽእሊ ኢኺ ኢለ ኣይገመትኩን ሓሳድ እየ ሓሳድ ኣማ ናብኣ ጠሚታ ብፍሽኽታ መለሰትላ ንነብስኺ ልዕሊ ዓቐን ኣጋኒንኪ ኢኺ ትጥምትያ ኣምበር ነቶም ኣብቲ ኣዳራሽ ዘለዉ ዕዱማት ብመገዲ ኣማ ከም ዝመጹ ገይረያ ተኣምን እንታይ ከም ትገብር ዘላ ከይገናዘበት ናብ ቅድሚት እቲ መድረኽ ከይዳ ተጠሊዓ ኣጻብዕታ እናመልከተት ኣማ ንክትውድስዎን ከተዋርዱንን ክንደይ ኣኸፊላትኩም ኮራኹር ዴኹም ጨደረት ሊንዳ ብስንባደ ጠመተታ ቀልጢፋ ኸኣ ናብኣ ኸደት ሚስሊ ናብዚ መድረኽ ብስነ ስርዓትን ክብረትን ይዓዲመኪ እዚ ሙያዊ ኣተሓሳስባኺ ከመይ ጌርኪ ኣብ ናይ ህዝባዊ ፍጻሜ ንፕረስ ተሕርቕዮምን ተቐይምዮምን? ኣምበር ናብ ሊንዳ ተጠውያ ሕሹኽ በለታ። ነዞም ኩሎም ኣብ ሙያ ኣምጺኣቶም እንተዘይኮይኑ ከመይ ጌሮም እዮም ንዓኡ እናወደሱ ንዓይ ፈልዮም ዘጥቅዑኒ? ሊንዳ ፍሽኽ በለት። ምኽንያቱ ናይ ሎሚ መደብ ንጽምብል ብምንባሩ ንኣማፈሌ ናብ መድረኽ ዝዕድመሉ ምኽንያት ኣይተራእየንን። እንተዘይኮይኑ ሚስሊ ኣብ ሓንቲ ገበር ናይ መጽሔት ክልተ ሞዴላት ሓደ ዓይነት ኣድህቦ ክረኽባ ርእየ ኣይፈልጥን። እታ ሓንቲ ሞዴል ንኣርእስተ ዜና ክትቆጻጸር ከላ ዝተረፈት ወይ ዝተረፋ ከኣ ዳርጋ ዝኾነ ኣቓልቦ ኣይረኽባን እየን። ኣቓልቦ ኣይረኽባን ኣይረኽባን ተረዲእክሎ እንታይ ክብል ከም ዝደለኹ? ኩሉ ሰብ ነዛ መጽሔት ዝረኣየ ኣብ ኣሜሪካ ይሃሉ ኣብ ካልእ ዓለም ወላ እዞም ኣብዚ ኣዳራሽ ዘለዉ ንህላወኺ ኣየቕለብሉን። ገጽ ኣንበር በርበረ መሰለ። እዚ ፈጺሙ ዘይከውን እዩ እዚ ምስ ኣሞት ሓባቢርክን ዝኣለምክንኦ ተንኮል ክኸውን ኣለዎ ኣንበር ፈጺማ ክትኣምን ኣይከኣለትን ምክንያቱ ኣብቲ ገበር ናይቲ መጽሔት እያ ዘላ ብእይ ናይ ተኣምር እዮም ዘየቕለቡላ እዚ ሕልሚ ክኸውን ኣለዎ ሞራል ኣምበር ተተንከፈ። ሊንዳ ቅዳሕ ናይቲ መጽሔት ኣልዒላ ናብቲ ኣብ ገበር ዘሎ ስእሊ እናመልከተት ደረጃኺ ትፈልጤ እንዲኺ ካብ መጀመርያ እውን ምስ ኣሞ ሓቢርኪ ንክትሰኣሊ ዘፍቀድናልኪ ከም ቀንዲ ጠባይ ዘይኮነ ከም ተሓጋጋዚት ኮንኪ ንክትሕግዝያ እዩ ወላ እኮ ከም ዘይተረዳእኪ መሲልኪ ቦታ ናይ ቀንዲ ጠባይ ተሓዝክዮ ዘይከም ሓሳብኪ ዝኾነ ሰብኪ ዝተብሃላልኪ ኣካል ናይቲ ነጸላ መንደቅ ኮንኪ። ክሳብ እዛ ሰዓት መጽሔት ሰክሬት ብሳላኣ ክብረ ወሰናት ዝሰበረት እዩ መሲልዋ ነይሩ። ሊንዳ ነጸላ መንደቅ ክትብላ ምስ ሰምዐት ግን ርእሰ ተኣማንነታ ብሓንሳብ ዓነወ። ኣማ ነቲ ከባቢኣ ተረዲኣ ንክትርዕሞ ብጣዕሚ እያ ተዓጻጺፋ። ኣምበር ግን ከምቲ ኣብ ከባቢ ኣማ ዘሎ ድሕረ ባይታ ዝደረቐት እያ ትመስል። ኣብ ርእሲ እዚ ኣዒንቲ ኣማ ህይወት ዝለበሳ ይመስላ ነበራ። ብመንጽር ናይ ኣማ ኣዒንቲ ናይ ኣምበር ግን ቤት ዝጠላዕ ኣጣማምታኣ ህይወት ዘይብሎም መሲሎም ነበሩ። ስለዚ ኣምበር ጠቕሊላ ገጽ ዝተኸልዐት ዝኾነ ሰብ ኣብዘ ስእሊ ህይወታዊት ኣይመስሎን እዩ። ኣምበር ነታ መጽሔት ካብ ኢድ ሊንዳ ድሕሪ ምሕዳጋ ሚዛና ስለ ዘይሓለወት ንድሕሪት ሰንከልከል በለት። ናታን ኣብ ከባቢኣ እንተዘይጸንሕ ካብቲ መድረኽ ምወደቐት ነይራ። ሊንዳ ቀጸለት፣ ኣብ ዩኤስኤ ንዓኺ ምስ ኬትላን ሮበርት ኣወዳዲሮም ዓምድታት ዝጸሓፉ ኣለዉ። ኣነ ንስኽ እንተዝኸውን ነይረ ብነብሰይ ሓፊረ ዝተረፈ ህይወተይ ኣብ ሜክሲኮ ተሓቢኤ መሕለፍኩዎ። ኣምበር ነታ ኣብ መጽሔት ዝነበረ ስእላ ምስ ረኣየት ብበርቂ ከም ዝተወቕዐት ፈዘዘት። ኣይከውንን እዩ እዚ ኣይከውንን እዩ ክኸውን ኣይክእልን እዩ ኩሉ ሰብ ብመያዊ ብቕዓተይ ዝውድሰኒ ምስ ኣማ ዘይወዳደረሉ ምክንያት የለን ፍጹም ዘይከውን እዩ ኣማ ገለ ጌራ ኣላ ማለት እዩ ግድን ጌራ ክትከውን ኣለዋ ኣምበር ቁጥዓኣ ሰማይ ዓሪጉ ናብ ኣማ ጠመተት ኣማ ኮን ኢልክን ምስለይ ብከምዚ ኣገባብ ከተበላሽወይ ኣይተጸበኹኽን ናታን ናብ ኣማ ጠሚቱ ወሰኸላ ሕነ ክን ክትመልሲ ክትብልስ ማዕረ ክንዲ ዝጨኪንኪ ሕነ ኣማ ምጩ ፍሽኽታ ፍሽኽ በለት እስከ ንጎረራኻ ሚስተር ደቪዝ ተመክሮ የብላ ደረጃ ዘለዎ ማናጀር የብላ እቲ ዝኸፍአ ክዳና ካብ ምስራቅ ከተድሕን ዘይትኽእል ከምዚ ከማይ ሰብ ከመይ ጌራ ከምዚ ዓይነት ስራሕ ክሰርሕ ትኽእል ኣቲ ናታን ቃላት ጀመረ ብሰንከይ ዳያ ቃልቦ ስኢና ኣማ ቀጸለት ዓቕሚ ከም ዘይብላ ርኢኻ ትምስክረዩ ኣነ ዲ ንኒውዮርክ ገጻኺ ንኸይትምለስ ብሕፍረት ከም ትሰግእ ጌረያ እዚ ባዕልኹም ከይሓፈርኩም ናይ ካልኦት ዝና ተጠቂምኩም ኣቓልቦ ንኽትውሃብ ብዝፈተንኩሞ እዩ እንድሕር ደኣ እዚ ከም ሕነ ምፍዳይ ሓሲብካዮ ኣይትገራህ እቲ ቀንዲ ሕነይ ብሕጂ እዩ ኣማ ንኣምበርን ናታንን ገዲፋ ናብ ሊንዳ ጠመተት ሊንዳ ርእሳ ነቕኒቓ ነቶም ኣብ ድሕሪ እቲ ኣዳራሽ ኮይኖም ዝጽበዩ ዝነበሩ ወከልቲ ISM ምልክት ገበረትሎም። ክልተ ነዋሕቲ ምልኩዓት ፈረንሳውያን ሰብኡት በቲ ተነጺፉ ዝነበረ ቀይሕ መንጸፍ ናብቲ መድረኽ ደየቡ። ቅድሚ ናብ ኣጋይሽ ምጥማቶም ናይ ሕውነታዊ ሰላምታ ምስ ኣማን ሊንዳን ተሓቋቒፎም ተለዋወጡ። ሓደ ካብ ክልቲኦም ንቕድሚት ወጺኡ ተዛረበ። ኣማ ሚለር ወሃቢት ቃል ናይ ኤኤስኤ ናብ ሰሜን ኣሜሪካ ንክትከውን ንጠለብና ተቐቢላቶስ ውዕል ከም ዝተኣታተና ደስ እናበለና ክንሕብረኩም ንፈቱ። ኣይኤስኤን ተስፋ ኣምበር መሊሱ ተሓንኮኸ። ናይ ልዕሊ ሚእቲ ዓመት ዕድመ ዘለዎ ዓቢ ናይ ፈረንሳ ካምፓኒ ዝርግሖኦም ኣብ ዘዕብዩሉ ዘለዉ እዋን ንኣማ ወሃቢት ቃሎም ገይሮማ እሞ ኸኣ ናይ መላእ ሰሜን ኣሜሪካ ወላ እኮ ምስ ሰክሪት ብምስርሓ ገለ ጠለባት ይምጽእዋ ዕብየቶም ኮነ ዝንኦም ጥቓን ፈረቓን ናይ ኣይኤስኤን ኣይመጹን እዮም። ናበይ ገጾም እዮም እሞ ምስ ኣይኤስኤን ክወዳደሩ? ገጽ ኣምበር መሊሱ በርበረ ተቐየረ። ስጋኣ ካብ ኣካላታ ዝፈርስ ዘሎ ኮይኑ ተሰማዓ። እንድሕር ደኣ ብዛዕባ ናይዚ ምሸት ፍጻሜ ቃል ዝበሃል ብሚድያታት ተቓሊሑ ወላ እውን እቲ ተዋሒሱላ ዘሎ ኣብዚ ሕጂ ርካሽ ውዕለት ኮይኑ ዝተሰማዓ ክትስእኖ ትኽእል እያ። ናታን ከም ህቦብላ ናብ ቅድሚት ተሓንበበ። ኣማ መዓስ እዚ ውዕል ተቐቢልክዮ? ተቖጠዐ። ብግሎባል ተቐባልነት ክረክብ ከም ዘለዎ ኣይትፈልጥ እንዲኺ? ኣማ ናብኡ ተጠውያ ፊቱ ኮነት። ረሲዐ እየ እንዲ ዘይነገርኩኻ እንተ እዚ ውዕል ግን ብላዕለዎት ኣካላት ግሎባል ተቐባልነት ረኺቡስ ኣጽዲቖሞ እዮም እንተ እቲ መጀመርያ ነዚ ውዕል ክቕበሎ ከለኹ ንስኻን ኣምበርን ንሕጾኹም ኣብ ምድላው ብምንባርኩም ግዜ ኣይነበረኩምን። ከም ዝመስለኒ ንስራሕ ኢልካ ኢኻ ናብዚ መጺኻ። ኣብ ስራሕ ዲኻ ቀኒኻ? እንድሕር ደኣ ከም ኣካያዲ ስራሕ ናይ ሓደ ትካል ሓላፍነት ክትወስድ ዘይትኽእል ኮይንካ ንኻልኦት ሃቦም። ንጽፍሓኻ ዝምነይዎ ብዙሓት እዮም። ኣብ ገጹ ስንባደ ምስ ረኣየት ኣቋረጸቶ። እንታይ ኢልኪ? እዚኸ ምስ ሕነ ምፍዳይ ድዩ? ኣማ ቀጸለት። ናታን፣ ሓደ መጠንቀቕታ ክህበካ። እንድሕር ደኣ ምእንቲ ኣንበር ኢልካ ኣንጻረይ ትኸይድ ኣለኻ ግሎባል ብመሪሕነትካ ተስፋ ክቖርጹ እዮም ድሕሪ ኣማዝን ናብ ምጥራያ ወነንቲ ብርኪ ግሎባል ብውሳኔ ናታን ኣይክሕጎሱን እዮም ኩሉ ግዜ ብድሆታት ምስ ፈጠረላ እዩ ወላ ኣብ ከምዚ ህዝባዊ ፍጻሜ ከይተረፈ እዚ ኣማኸፊታትሎም ዘላ ውዕል ዓቢ ዓወት እዩ እሞ ኸኣ ምስ ዓቢ ዓለም ለኻዊ ካምፓኒ ብዓይኒ ወነንቲ ብርኪ ናይ ግሎባል ናታን ንኣማ ኣብ ሞያኣ ቅድሚ ሕጂ ክሕግዛ ብዘይምኽኣሉ ብሕማቕ ዓይኒ ንኽጥምትዎ እኹል ምኽንያት እዩ። ብሕጂ ምእንቲ ኣምበር ኢሉ ስም ኣማ ከጸልምስ ዝፍትን ይቕረ ዝበሃሎ ኣይኮነን። ብዘይካዚ ግሎባል ኣብ ልዕሊ ኣምበር ዓቢ ተስፋ ስለ ዝነበሮም እዚ ዘይበሃል ጸዓቶምን ግዜኦምን እዮም ሂቦማ። ኣብ መወዳእታ ግን ካብ መጽሔት ሰክሪት ዝሓፈስዎ ጻማ ኣይነበረን። ኣብኡ ከም ዘላ ዘለለያ ከማን ኣይነበረን። ንሜክሲኮ ክትከይድ ከላ ማዕረ ኣብ መኣቓልቦ ንኽትረክብ ዝዓበየ ትጽቢት እዩ ነይሩ። እንተኾነ ኣክንድኡ ነጸላ ኣብ መንደቕ ናይቲ ስእሊ ኮይና። እዚ ድዩ ናታን ንናይ ኣምበር ብቕዓት ምስ ኬትላንድ ሮበርት እናወዳደረ ዝምካሓሉ ዝነበረ? ክገርሞም እዩ። ኣብዚ ኣጋጣሚ እታ ውሑስ ዝኾነ መጻኢ ዝነበራ ዓለምለኻዊት ሞዴል ኣምበርሊ ብስዕረታ ተስፋ ካብ ምቑራጽ ዝነቐለ ናብቲ ዝዓሞቐ ድቕድቕ ኣብ ምምቋት እያ። ብጽላሎት ኣማ ጠቕሊላ ብምሽፋና ከለልያ ዝኽእል ሰብ ከማን ኣይተረኽበን። መን እዩ እሞ ንሓደ ነጸላ መንደቕ ናይ ሓደ ስእሊ ማዕረ ቀንዲ ጠባይ ከድህበሉ? ሚያ ኣብ ሓደ ጎኒ ኮይና ብዕትበት ንኣማ ትጥምታ ነበረት። ንሶም ብዘጨበጥዎ ዓወትን ዝተመደበ ሕጸንን ክዛነዩ ኣማ ምስ ሓደ ዓቢ ፈረንሳዊ ካምፓኒ ውዕል ክትረክብ እያ ዝብል ግምት ኣይነበራን። እዚ ነቲ ኣብ መንጎኣን መንጎ ኣምበርን ዘሎ ደረጃ ብኣሻሓት ማይላት ዘርሕቆ እዩ። ሚያ ከም ኣካየዲት ስራሕ ንመጀመርያ ግዜ እዩ ንሓደ ኣርቲስት ከመይ ጌራ ከም ትቆጻጸሮ ጠፊእዋ። እዚ ሕታም መጽሔት ሰክሪት ንኣማ ንህቡብነት ክጠቕማ ከሎ ንኣምበር ግን በንጻሩ እዩ ኮይንዋ። ሊንዳ ንከባቢኣ ጠሚታ ኣተንፈሰት። እዚ ጽምብል ፎኪስን ህዱእን ክኾነላዩ ነይሩ ትጽቢታ እንተኾነ ጽምብል ሓድሕድ ኩናት ናይ ግሎባል ተቐይሩ ነቶም ሓለውቲ ጸጥታ ጸዊዓ ንኣንበር ዓጂቦም ንኸውጽእዋ ሓበረቶም ሚያ ብቐጠታ ንትእዛዝ ሊንዳ ተቋወመቶ ሊንዳ ባዕልና ክንወጽእ ንኽእል ኢና ድሕሪ ምዝራባ ናብ ኣማ ጠሚታ ቀጸለት። ኣማ ርህራሄ ዝበሃል የብልክን። ርህርህቲ ይኹን ኣይኹን ኣብዚ ዘጋጠመ ፍትሓዊ እዩ ብውሽጣ ምለሰትላ ወላ እኮ ነዚ ቅልስ ትተዓወተሉን ምስ ኣይኤስኤን ውዕል ትፈርምን እዚ ንዓኣ እኹል ኮይኑ ኣይተሰምዓን ወላ እውን ካብቲ ሆቴል ክስጎጉ ትረኣዮም ፈጺሙ ኣየዕገባን ናታን ክሳብ ሕጂ ፕሬዚደንት ግሎባል እዩ ዘሎ ስለዚ ኣምበር ገና በዚ መዳይ ይውሓድ ይብዛሕ ዘይቀጥታዊ ስልጣን ኣለዋ። እዚ ማለት ኣብቲ ኣብ መንጎኦም ዝግበር ናይ ሕነ ጸወታ ብዙሕ ድራማታት ከም ዝህሉ ትርድኦ እዩ። ልክዕ ካብቲ ሆቴል ወፂኦም ኣብ ናይ ኣጋር መገዲ ምስ በፅሑ ኣምበር ተስፋ ኣሞይትዋ ኣብቲ መሬት ሮፋ ዒላ ክትበኪ ጀመረት። ሓደ ዝተኸወላ ነገር እንተነይሩ እቲ ንኣማ ዝጽበ ዝነበረ ኤሪክ ፎቶ ይወስደላ ምህላው እዩ ነዛ ዘይትጠቅም ንእሽቶ መግናሕትስ ምፅዋር ስኢናታ ብውሽጡ ሓሰበ። ምሸት ብምንባሩ ንኤሪክ ኣይረኣይዎን። ብዘይ ብኡ እታ ዝነበራ መኪና ወላ ኣብ ግዜ ቀትሪ ብደገ ኮይንካ ንውሽጢ ከርእየካ ብዘይክእል ፔትሮያ ተሸፊና ነይራ። ክሳብ ዝተረፈ ጸዓቶም ዝጽንቀቕ ድኹም መንፈስ ናይ ስዕረት ተሓንጊጥዎም ኩሉ ጽዩፍ ጸርፍታት ዘበለ ንኣማ ኣዝነቡላ። ኣብቲ ተኸዊሉሉ ዝነበረ ቦታ ኮይኑ ነቲ ተስፋ ቆረፅ ስምዒቶም ርእዩ ፍሽኽ በለ። ክንደዲኦም ይደፍርዮም እናሰማዕክዎምስ ንሰበይተይ ይጸርፍዋ ምናልባት ብእዝነይ እንተዘይሰምዖም ነይረ ካልእ እዩ ይሰምዖም ካብ ሃለኹ ግን ዕድል ኣይገበሩን ምስ ነብሱ ተዛረበ ኣብ ውሽጢ መኪንኡ ኮይኑ ናብ ሎክ ደወለ ሚያ ናይ ኣየናይ ትካል ሰራሕተኛ ምዃና ረኣየለይ ኣዘዘ ሐራይ ዓምና ሉክ ቀልጢፉ መለሰ። ናይቲ ዝነበረ ህልኽ ብዓወት ኣማ ተዛዚሙሎ። እዚ ማለት እንድሕር ደኣ ኣብ ልዕሊ መያ ዝኾነ ስጉምቲ እንተወሲደ ኣብ ጉዳያ ጣልቃ ኣይኣትኹን ማለት እዩ። ሓቀይ ድየ? ምስ ነብሱ ተዛረበ። ቅድሚ ካብ መክሲኮ ምምላሶም ንመያ ገለ መልእኽቲ ክገድፈላ ከም ዘለዎ ወሲኑ እዩ። ንኣማ ዝገበረታ ውሑድ ኣይኮነን ኣይኮነላን እምበር ከም መንጠሪ ባይታ ናይ ኣንበር ክትጥቀመላ እውን ፈቲና እያ ስክፍትኡ ባዕሉ ምክንያታዊ ገበሮ ናብቲ ብሕብራዊ ስልማታት ዝማዕረገ ናይ ድራር ጽምብል ምስ ንምለስ ኣማ ምስ ኩሎም ኣጋይሽን ጋዜጠኛታትን ብፍሽኽታ ተዕልል ነበረት እዚ እናገበረት ንኤሪክ ነዊሕ ከተጸብዮ ኣይደልየትን መደባት ድራር ከይተዛዘመ ጽቡቕ ይስምዓ ከም ዘየለ ኣመኽንያ ንሊዛን ኣሽልን ሒዛተን ወጸት። ናብ ደገ ምስ ወጻ ኣማን ናይ ኤሪክ መኪና ኣብቲ ጸልማት መዐሸጊ መካይን ረኣየታ። እቲ ኣብ ዝኸደኦ ማእከል ስሕበት ዝኾነ ሰብኣያ ወትሮ ኣብቲ ክልለየሉ ዘይክእል ቦታ ኮይኑ ክጽበያ እዩ ዝመስል። ሊዛን ኣሽልን መቐስ ፍቕሪ ክኾና ድላይ ስለ ዘይነበረን ንኣማ ኣብ ዝነበረቶ ገዲፈንኣ ታክሲ ወሰዳ።
ክቡራት ተኸታተልቲ መደብና ሳብስክራይብ፣ ላይክ፣ ሼር፣ ኮመንት ብምግባር ከተተባብዑና ከዘክረኩም እፈቱ። ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕጽል ክፋል የራኽበና።